ክቡራንን ክቡራትን ኣብ ምሉእ ኩርናዓት ዓለም ኮይንኩም ነዚ ፕሮግራም እዚዩ እትስዕቡ ብምልእኹም ልዕሊ ኩሉን ቅድሚ ኩሉን ኣምላኽና እግዚኣብሔር ብሰላምን ብጥዕናን ሓልዩ እንሆ በዚ ዕለት እዚ በዚ ርእሲ መልእኽቲ እዚ ቃሉ ክንሰምዕ ክንምከር ክንግሰጽ ስለ ዘዳለወና ኽብርን ምስጋናን ንዕኡ ይኹን እናበልኩ ኣብ ምሉእ ኩርናዓት ዓለም ኮይንኩም ነዚ መልእኽቲ እዚ እትስዕቡ ትከታተሉ ኩሉኹም ድማ እግዚኣብሄር መንፈስ ቅዱስ ኣዕይንቲ ልብኹምን ነእዛን ልብኹምን ከፊቱ በቲ ዝመሓለፍ መልእኽቱ ቃሉ ንኽባርኸኩም ንኸኽብረኩም ንዓይ እውን እቲ ሓቂ ዝኾነ ቃሉ ብምልኣትን ብስፍሓትን ናባኻትኩም ንኸመሓልፍ

ወይም ብጠቕላላ ጾም ምካብ ምጅምር ካብ ዝወረደ ሰኑይ ጀሚሩ ክሳብ እዚ ዕለት እዚዩ እንሆ ከም ትፈልጥዎ መጀመርያ ሰንበት ዝነበረ ዘወረደ እዩ ብዛዕባ ወልደ እግዚኣብሔር ብዛዕባ ቃለ እግዚኣብሔር ወይ ድማ ወልደ እግዚኣብሔር ናብ ዓለም ከም ዝመጸ እንትንትነሉ ሰሙን ቀኒ እዩ ታብኡ ቀጺሉ ከዓ ቅድስቲ እዩ ዝሓለፈ ሰንበት ሕዚ ድማ ሒዝናዮ ዝኔና መበል ሳልሳይ ሰበት ወይም ሰንበት ኩሎም ትፈልጥዎ ምኩራብ ብዝብል ዝፍለጥ ሳልሳይ መዓልቲ ወይ ሳልሳይ ሰንበትና ኢና ሒዝና እኔና ስለዚ እግዚኣብሔር ኣምላኽና ሕዚ እውን ብሰላም ኣጀሚሩ ብሰላም ናብዚ ዕለት እዙዩን ናብዚ ጊዜ እዙዩን ስለ ዘብፀሐና ኽብሪ ምስጋና ይብፀሓዮ እናበልኩ እንሆ እቲ ፆምና እውን ብሙሉኡ ኣጠናቒቕና ናብ ብርሃን ትንሳኤሁ ትንሳኤኡ ብሰላም ንኸብፀሐና ሐዚ እውን ናይ መድኃኔዓለም ኢየሱስ ክርስቶስ ፍቓድ ይኹነልና። ክቡራንን ክቡራትን ሎምዓንቲ ሕፅር ብዝበለ መልክዑ ሓቢርና እንርእዮ ብዛዕባ ምኵራብ ብዝብል ዅልና ንፈልጦ ብዛዕባ ምኵራብ ብዛዕባ ቤተ መቕደስ በብዓመቱ ዝትንተን ዝትርጐም መልእኽቲ መሰረት ጌርና ኢና ሓቢርና ንጸንሕ። ከምቲ ኣብ መልእኽተይ ርእሲ መልእኽቲ ዝገበርክዎ ነዙይ ካብዙይ ኣልዕልዎ ዝብል ቃል ኢና ንረክብ።

ክልተ፣ ካብ ፍቕዲ ዓሰርተ ሰለስተ ወይ ቁጽሪ ዓሰርተ ሰለስተ ዘሎ ሓይለ ቃል ተበጊስና ክሳብ ቁጽሪ ዕስራን ሰለስተን ዝኸይድ ገጸ ንባብ መበገሲ ጌርና ኢና ሎማዓንቲ ከም እግዚኣብሔር ፍቓድ ሓቢርና ንጸንሕ። እቲ መበገሲ ቃል ዝገበርክዎ ግን እንካብ ቁፅሪ ዓሰርተ ሽዱሽተ ቁፅሪ ዓሰርተ ሽዱሽተ ዘሎ ቃል እዩ እሞ ነዙይ ካብዙይ ኣልዕልዎ ብዝብል ኢና ርእሲ ገይርናሉ ዝኔና። ናይዚ ርእሲ መልእኽቲ ዋና ክርደእና ግን መጀመርያ ሓቢርና እቲ ቅዱስ ቃል ወይ ደሞ እቲ ወንገል ሓቢርና ከነንቦ ይግበእና እዩ። ክብርን ምስጋናን ንዑ ይኹን እሞ እዚ ቃል ጎይታናን መድሓኒናን እየሱስ ክርስቶስ እዩ ወንገላዊ ማቴዎ ዮሃንስ ካብ ዝጸሓፈልና ምዕራፍ ክልተ ካብ ቁጽሪ ዓሰርተ ሰለስተ ፋሲካ ኣይሁድ ቀሪቡ ቀሪቡ ነበረ እሞ እየሱስ ናብ ኢየሩሳሌም ደየበ ፋሲካ ኣይሁድ ቀሪቡ ነበረ እሞ፣ ኢየሱስ ናብ ኢየሩሳሌም ደየበ። ኣብ ቤት መቕደስ ኸዓ ኣቡዑርን ኣባጊዕን ርግብታትን ዝሸጡ መሻርፍቲ ገንዘብውን ተቐሚጦም ረኸበ። ካብ ገመድ ጭጉራፍ ተኒጉ ንኹሎም ኣባጊዕን ኣቡዑርን ካብ ቤተ መቕደስ ኣውፅኦም። ንገንዘብ እቶም መሻርፍቲ እውን በተኖ። ነቲ ጠረጴዛ'ውን ገምጠሎ። ነቶም ሸየጥቲ ሸየጥቲ ርግብን ኣርጋ ኣርጋባትን ድማ ነዙይ ካብዙይ ኣልዕልዎ። ንቤት ኣቦይ ቤት ንግዲ ኣይትግበርዎ በሎም። ደቀ መዛሙርቱ ኸዓ ቅንኣት ቤትካ በልዓኒ ዝብል ጽሑፍ ከም ዘሎ ዘከሩ። ሽዑ ኣይሁድ ነዝዊ ክትገብር ስልጣን ከም ዘለካ እንታይ ምልክት ተርእየና? ኢሎም ሓተትዎ። ኢየሱስ ድማ ነዚ ቤተ መቕደስ እዙይ ኣፍርስዎ፣ ኣነ ኸዓ ብሰለስተ መዓልቲ ከልዕሎ እየ ኢሉ መለሰሎም። ንሳቶም ድማ ወይም እቶም ኣይሁዳውያን እቶም ኣይሁድ ድማ እዚ ቤተ መቕደስ እዙይ በርብዓን ሽዱሽተን ዓመት እዩ ዝተሃነፀ ንስኻ ዶ ብሰለስተ መዓልቲ ክተልዕሎ ኢኻ? በልዎ። ንሱ ግና ብዛዕባ ቤተ መቕደስ ሰውነቱ እዩ ዝተዛረበ። ካብ ሙታን ምስ ተንስአ ደቀ መዛሙርቱ ስለዚ ከም ዝበሎም ዘከሩ። በቲ ቓል መጽሓፍ እውን በቲ ኢየሱስ ዝተዛረርቦ ድማ ኣመኑ። ብጉይታ ብወልድ ብኢየሱስ ክርስቶስ ዝኣመነ ናይ ዘለኣለም ሕይወት ኣለዎ።

ህዝቢ ኣይሁድ ወይም ድማ ቤተ እስራኤል ወይም ኣይሁዳውያን ምስ እግዚኣብሔር ዝራኸቡሉ ወይ ድማ ናብ እግዚኣብሔር ጸሎቶም ዘቕርቡሉ መስዋዕቲ ዘቕርቡሉ እግዚኣብሔርን ህዝብን ዝራኸቡሉ ዝተቐደሰ ስፍራ እግዚኣብሔር መሕደሪኡ ዝኾነ ብረድኤት ዝሓድረሉ ቅዱስ ስፍራ ማለት እዩ ብሓፂሩ ቤተ መቅደስ ዝተቀደሰ ስፍራ እግዚኣብሄርን ህዝቢ እግዚኣብሄርን ዝራኸቡሉ ስፍራ ናብ ደቂ ሰባት ምስጋና ናብ እግዚኣብሄር ዘቕርቡሉ ሓሳቦም ጸሎቶም ናብ እግዚኣብሄር ዘቕርቡሉ መስዋዕት ዘዕርግሉ በደሎም ዘስተስርይሉ ቅዱስ ስፍራ ማለት እዩ። ታብ ካልእ ኹሉ ዝተፈለየ እዚ ቤተ መቕደስ ሰባት ዝሃነጽዎ ኣቦታት ብእግዚኣብሔር ፍቓድ ዝተሃነጸ ንእግዚኣብሔር ኣገልግሎት ዝውዕል እዩ። ኣገልግሎቱ እዚ ጥራይ እዩ፣ ካልእ የነበሮን። ስለዚ እዚ ቅዱስ መቕደስ እዚ ግን ታፍቲ ኣገልግሎቱ ወጺኡ እቶም ኣብኡ ዝነበሩ ሽዑ ዝነበሩ ናይ ቤተ መቕደስ ኣገልገልቲ ዀኑ፣ ተገልገልቲ ኵሎም ግን ነቲ ቤተ መቕደስ ካብ ተልእኾኡ ወጻእ ብዝዀነ ኣከባቢኡ ውሽጡን ደጊኡም ኣከባቢኡን ብምሉኡ ማለት ኣውደ ምህረት ንብሎ ማለት እዩ ብደገ ቅጽሪ ጀሚርኩም እቲ ውሽጢ ኣውደ ምህረት ንብሎ ብዘመን እንተሪእኹሞ ዙርያ ናይቲ ቤተ መቕደስ ውሽጡ ይኹን ደጊኡ ብምሉኡ እዞም ነብዝጌርኦዝ ገይረሞ ዝነበሩ እንታይ እዩ ኣብዚዩ እቲ ቤተ መቅደስ ኣቡዑርን ኣባጊዕን ከምኡ ውን ኣርጋብን ዝሽየጠሉ ስፍራ እዩ ገይረሞ ጸኒሖም ብሓጺሩ ውዕይ ወይ ድማ ውሩይ ዕዳጋ ኮይኑ ጸኒሑ ብሓደ ወኩል ኣውዕር ሽየጡ፣ ብሓደ ወኩል ኣባጊዕ ሽየጡ፣ ብሓደ ወግ ዓርጋብ ሽየጡ፣ ኮታስ ኩሉ ዘይተጠቕሰ ኣብ ዕዳጋ ክመጽእ ዝግብኦ፣ ብፍላይ ከኣ እዞም ሕጂ ዝተጠቐሱ ከኣ ምስ ናይ መስዋኢት ቤተ እግዚኣብሔር ቤተ መቕደስ እውን ተተሓሓዙ ምስ ምቕራኡ እዚ ኣቡዕር ኣባጊዕ ኣርጋብ እዚኣቶም ምስቲ ናይ መስዋኢት ናይ እግዚኣብሔር ምስላይ ቤተ መቅደስ እውን ዝተተሓዙ ንኣብነት ሎሚ ኣብ ዙርያ ቤተ መቅደስ ምስቲ ቤተ ክርስቲያን ኣብ ዙርያ ቤተ ክርስቲያን ሎሚ ደኣ ብፍጹም ናይ ዓለም ተገይሩ ዘይፍለጥ ተሰሪሑ ዘይፍለጥ ክረአ ዘይግብኦ ክኣቱ ዘይግብኦ ክሽየጠሉ ዘይግብኦ ኣብያተ ክርስትያናት ሎሚ ብዝተፈላለየ ብዝብዓሰት ኣብዚ ሕዚ ንሪኦ ዘለና ብዝኸፍአ መንገዲ ንሪኤን ኣለና እምበር በዚ ነገር እዚ ግን እንታይ ማለት እዩ ታብኡ ሓሊፉ እውንስ ምስቲ ቤተ ክርስትያን ከም ኣብ ቤተ ክርስትያን ክኣቱ ዝል ዕጣኑ ጥዋፉ ሽምዓ ኣልባሳት ገለመለ ምስቲ ናይ ኣገልግሎት እውን ክኸድ ዘምስል ዓይነት እውን ዘለዎ ኮይኑ ግን ታብኡ ዝዘለለ ከዓ ድማ ካሊእ ካሊእ እውን ኣብቲ ኣከባቢ ክሽየጥ ዘይፍቀድ፣ ክግዛእን ክሽየጥን ክልወጥን ክግበርን ዘይግበኦ ነገራት እናተሰርሖ ፀንሖ። ሰባት እውን ከፍ ኢሎም እውን ኣብ ዓበይቲ ጠረጴዛ ወንበራት ገለ ዘርጊሖም እውን ናይ ገንዘብ ኤክስቼንጅ ይለዋወጥሉ እውን እዮም ነይሮም። በቃ ከምቲ ኣብቲ ቃሉ ዝነግረና ዘሎ ተቐሚጦም ኣብኡ ኩሎም መሻርፍቲ ገንዘብ እውን ተቐሚጦም ረኸበ።

ሽዑ እምበኣር እዩ ናይ ገመድ ጭጉራፍ ተኒጉ ናይ ተኒጉ ንኹሎም ኣባጊዕን ኣውዕርን ኣርጋብን ወይም ርግብታትን ብምሉኡ ነቶም ዝሸጡ ዝነበሩ ኣብ ወንበራት ንዝነበረ ኩሉ እውን ግልብጥብጥብጥብጥ ኣቢሉ ደርበዮም ጸረጎ ብገመድ ጭጉራፍ ገይሩ ንኹለን ነተን ኣባጊዕ የለ ነተን ኣጣል የለ ነተን እርጋብ የለ ነቶም ሸያጦ ሸያጦ ይኹኑ ነቶም ለወጥ ገንዘብ ይኹኑ ንኹሎም ካብ ቤተ መቕደስ ኣውፂኡ ካብቲ ቅዱስ ስፍራ ኣውፂኡ ጸርጋ ጸራሪጉ ደርበዮም ብድሕሪኡ ዝበሎም እንታይ እዩ ድማ ኣብዚም ንዓኣቶም ከዓ ነዚ ኩሉ ምስ በሎም ከዓ ነቶም ሸጥ ዝበሎም ከዓ ደሞ ነዚ ካብዚ ዓግዕዝዎ ኣሰስሉ እዚ እዚ ነዚ ሲ ካብዚ ዓግዕዝዎ ነዚ ማለት ነዞም ኣርጋብ ነዞም ኣውዕር ነዘን ኣባጊዕ ነቲ እዚ ኩሉ መሻርፈኡ ዝኒህሲ ኣብ ዘይሽፍኡ ይኒሀ እሞ ታብዝዩ ኣልዒልኩም ደርብይዎ ታብዝዩ ነዝዩ ካብዝዩ ካብዝዩ ዝበሃል ዘሎ ካብቲ ቤተ መቕደስ ካብቲ ቅዱስ ስፍራ ነዚ ነገር እዚዩ ኣልዒልኩም ናብ ካሊእ ውሰድዎ ኢሉ ጸራሪጉ ደርበዮ ይብለና። ምክንያቱ ንሱ ዝበለሉ ምክንያት ከዓ ንምንታይ ንቤተቦይ ቤት ንግዲ ኣይትግበርዎ። ቤተ መቅደስ ማለት ኣብዚ ጎይታ ከም ዝነግረና ቤተ መቅደስ ቤት ኣምላኽ እዩ፣ ቤት እግዚኣብሄር እዩ። ኣብ ሃጌ ከም ዝተጻሓፈ እውን ነቲ ገዛይ ስርሕዎ ኢሉ ክዛርብ ከሎ ነቲ መቅደሰይ ስርሕዎ ናብ እምባታት ውጹ፣ ዕንጨትታት እውን ኣምጹ፣ ነቲ መቕደሰይ እውን ስርሕዎ፣ ኣነ ብእኡ ባህ ክብለኒ እዩ፣ ክሕጎስ እየ፣ ብሃውን ክምስገነሉ እውን እየ ዝበሎ እቲ ቤተ መቕደስ ሕይ ጎይታ እንታይ በለ? ንቤተ መቕደስ ናይ ኣቦይ ገዛ ነብየት ኣቦይ ንገዛ ኣቦይ ንቤተ መቕደስ ኣቦይ ናይ ንግዲ ማእኸል ኣይትግበርዎ በሎም። ሽዑ እዩ እቶም ደቀ መዛሙርት ተገለጸሎም እሞ ኣብ መዝሙር መዝሙረ ዳዊት ብግእዝና መዝሙር ስድሳን ሸሞንተን ቁጽሪ ትሽዓተ ወይ ድማ ብናይ ትግርኛ ክትርዎ ድሞ መዝሙር ስሳን ትሽዓተን ቁጽሪ ትሽዓተ ክትርዎ ድን እስመ ቅንኣተ ቤትከ በልዓኒ ትእይርቶሙ ለእለ ይትእየሩከ ወድቀ ላዒሊ ወቀጻኢኩዋ ብጾም ለነፍሲ እስመ ቅንዓተ ቤትከ በልዓኒ፣ ናይ ገዛኻ ናይ መቕደስካ ነገር ከም ሓዊ ኣቃጸለኒ ተባሂሉ ዝተጻሕፈ እዚዩ ዘከሩ ይብለና። ናይ ሎምዓንቲ ዕለተ ሰንበት እዚ መርሒ ቃል ጌርና ኢና ንመሃሮ ኩሉ በብግዜኡ በብዓመቱ ብዓመት ሓደ ግዜ ከይኮነስ እዚ ሓደ ግዜ ደኣ መዓልቲ ይወሃቦ እምበር ኩሉ ግዜ እዚ ቅዱስ ቃል እዚ እዚ ህያው ቃል እዚ ኩሉ ግዜ ክንሪኦን ክንመሃሮን እንደገና መቕደስና ይኹን ጎይታ ዝቕደሰሉ ዝኸብረሉ ቦታ እውን ኩሉ ግዜ ክንርኢ ይግበእና እዩ። ስለዚ በዚ ግዙፍ ቤተ መቕደስ ጎይታና ኢየሱስ ክርስቶስ እንካብዚ ከምዚ ዓይነት ዝበለ ኣብዘይ ስርሑ ኣትዩ ዝነበረ ናብ ጥንቲ ክብሩ ዝመለሰሉ እሞ ኣብ ቤት ኣምላኽ እውን ኣብ ቤት መቕደስ እውን ከምዚ ዓይነት እዚዩ ፈጺሙ ክግበር ከም ዘይብሉ ዘምህረና ወይ ድማ ብተግባር እውን ዘርእየና ኩሉ ጸራሪጉ ዘርእየልና ንዝክረሉ መዓልቲ እዩ እምበኣር ሽዑ እዩ ሓደ ዓብዪ ምስጢር እቶም ኣይሁዳውያን ኩሉ ግዜ ሽዑ ዝበልዎ ንጐይታ ዝሓተትዎ ሕቶ ኣሎ። ሽዑ ኣይሁድ ነዚ ክትገብር ስልጣን ከም ዘለካ እንታይ ምልክት ተርእየና እዩ? ኩሉ ግዜ ኣይሁዳውያን ምልክት እዮም ዝደልዩ፣ ጽርዓውያን ጥበብ እዮም ዝደልዩ። ንሕና ግን ዝተሰቐለ ክርስቶስ ኢና ንሰብኽ ከም ዝበሎ ብርሃነ ኣለም ቅዱስ ጳውሎስ እዚኦም ኩሉ ግዜ ምልክት ዝደልዩ እዮም ቤታ ይኹን ትውልድ እሉት ወግፍትት ትእምርተ ተሓስስ ተባሂሉ እውን ተጻሒፉላ እዩ እዛ ኣመንዚራ ዝኾነት ቤተ ኣይሁድ ኩሉ ግዜ እትደልዮን እትገብሮን እትጽበዮን ወይ እትትገብሮ ኩሉ ግዜ ምልክት እያ ትደሊ ተባሂሉ ተጻሒፉ እዩ ብዘይ ምልክት ካልእ ኣይኮነ ስለዚ እንታይ እዩ ምልክት ተርኢ ምስ በለ ጎይታ ኢየሱስ ክርስቶስ ዝበሉ ታም ኣብዚ ከታኣ እዩ ነዚ ቤተ መቅደስ እዚዩ ኣፍርስዎ ኣነ ብሳልሳይ መዓልቲ ካንጾ እዩ ምስቲ ወለዝንቱ ቤተ መቅደስ ነዚ ቤተ መቕደስ ኣፍርስዎ ብሳልሳይ መዓልቲ ኣነ ክሃንጾ እየ ኢሉ ንስካብኣቶም ኣተሓሳሰብን ዘይሓለውዎ መልክዕ ፍሉይ ዝኾነ ምስጢር እሞ ኣይሁዳውያን ደሓር ክገብርዎ ዝኽእሉ ነገር ነገር ግን ንሳቶም ሽዑ ዘይተረድኦም ብምስጢር ገይሩ ጎይታ ተዛረቦም። ንስትዎ ለዝንቱ ቤተ መቅደስ እምበኣር ነዚ ቤተ መቅደስ ምልክት ይኹም ደሎ ነዚ ቤተ መቅደስ ኣፍርስዎ ኣነ ብሳልሳይ መዓልቲ ክሃንጾ እዩ እዩ ዝበለ ኣብዚ ዝኒኤን ኣብዚ ሕዚ ዝነግረና ዘሎ ቤተ መቅደስ እቲ ሕዚ ካልኣይ እቲ ቀዳማይ ዝርእናዮ ረኽሽ ዝነበረ ቤተ መቅደስ ክልቲኡ ሓደ ይኾነ እዚ ሕጂ ብሰለስተ መዓልቲ ክሃንጾ እየ ዝብሎ ዘሎ ቤተ መቅደስ እዚ ሕይ ዘይ ስርሑ ዘንጊዑ ስርሑ ክዝንግዕ ገይረምዎ ዝነበሩ ነርብዓን ሽዱሽተን ዓመታት ዝተሃነጸ ቤተ መቅደስ ማለቱ ኣይኮነን ጎይታ ኢየሱስ ክርስቶስ እዚ ብመል ካልኣይ ትርጓሜ ክነመጾ ኢና ስለዚህ ለማዓንቲ ምኩራብ ወይም ደሞ ክንብል ከለና ወይም ቤተ መቅደስ ዝተሓደሰሉ ናብ ጥንቲ ክቡር ጎይታ ዝመለሰሉ ሓደ ዓብይ ትርጉሙ እዚ እዩ ዘርእየና ዘሎ

ቤተ ክርስትያን ዝበሃል ገና ግዚኡ ዘይበጽሐ ስለ ዝኾነ ቤተ መቅደስ ናይ እግዚኣብሔር ነይሩ ድሓር ነዛ ቤተ መቅደስ እዚኣ ዝተከት ብሓድሽ ኪዳን እንተርእናያ ግን እዛ ሎሚ ዝኔትና ናትና ቤተ ክርስትያን እዩ ቀዳመይቲ ቤተ መቅደስ ዝነበረት ሎሚ ብሓድሽ ኪዳን ናይ መጀመርያ ብዘመን ኣይሁድ ብቤት ብዘመን ብህገ ኦሪት ኣብ ዓድና እንኳ ኣብ ትግራይ ክርኢ ከለና እታ ናይ መጀመርያ ካብ እስራኤል ቀፂሉ ብኣይሁድ ስርዓት ብኣምልኮት እንዲያውም ታቡ ዝበለፀ ታወተጽዮን እውን ኣብ ማሕጸና ሓቑፋ ንብዙሕ ዓመታት ዝጸንሐት ብሕገ ኦሪት ብስርዓተ ኦሪ ብኣምልኮ በዚ ንእግዚኣብሔር ብኦሪት ስርዓትን ሕግን ምምላኽ ንእግዚኣብሔር ተምልኽ ዝነበረት ዓድና እያ ኣኽሱም እያ ስለዚ ኣኽሱም ናይ መጀመርያ ዝነበረትሉ እንተኾነ እውን ብቤተ መቅደስ ነይራ እያ ኣብ እየሩሳሌም ዝነበረ ከም እየሩሳሌም ከም ዝነበረ ቤተ መቅደስ ኣባና እውን ከዓ ድማ ቤተ መቅደስ ነይሩ እዩ። እዚ ቤተ መቅደስ እዚዩ ክሳብ ራብዓይ ክፍለ ዘመን ጸኒሑ እዩ ትፈልጡ ኢኹም ማለት ስለዚ እዚ ቤተ መቅደስ እዚዩ ብፁዕ ወቅዱስ ኣቡነ ሰላማ ጊዜ ደሓር ተመልከቱ ታብቲ ናይ ዝነበረ ናይ ቤተ መቅደስ ስርዓት ናይ ይሁዳውያን ዝነበረ ናይ ስርዓት ደሓር ግን ብብፁዕ ወቅዱስ ኣቡነ ሰላማ ጵጵስና ተቐቢሎም ምስ መጹ ግን ናብ በዓል ዓሰርተ ክልተ መቕደስ ዘለዎ ናይ መጀመርያ ቤተ ክርስቲያን ኣኽሱም ተሰርሑ እዩ። ስለዚ ካብኡ ጀሚሩ ዘለና ክሳብ ዞም ድማ እዛ ናይ ሓድሽ ኪዳን ቤተ ክርስቲያንና ምስታ ናይ ብሉይ ኪዳን መቕደስ ክነነጻጽራ ከለና እታ ቤተ መቕደስ ዝነበረ ኣገልግሎት እታ ናይ ቀደም ኣገልግሎት ብበግ በባጊዕን በውዕርን ብርግብን ብዘይትን ብዝተፈላለዩ ነገር ኣገልግሎታዊ ከነታ ከነታ ኣገልግሎታ እውን ኣሮናዊ ኣገልግሎት ዝነበራ እያ እታ ናይ ቀደም ቤተ መቕደስ እታ ናይ ብሉይ ኪዳን ቤተ መቕደስ ዝስውአላ ዝነበረ እውን እቶም ዓንተወተት ኣብ ተጠቐሱ ኣባጊዕ እኔው እዮም ዝቐርቡ ዝነበሩ መስዋዕትታት እውን ኣብ ኦሪት ዘለዋውያን ብምሉእ ተዘርዘሩ እዚኣቶም ዝቐርቡ ዝነበሩ እዮም። እቶም ካህናቶ እውን ዘቕርቡ ዝነበሩ እውን ካህናቸ ኦሪት ንብሎም ከዓ ሌዋውያን ንብሎም ከዓ እዚኣቶም እውን ኣሮናውያን ናይ ኣሮን ዘርኢ ዝሓዙ ብትውልድን ብሓረግን ዝመፁ ዝነበሩ ዘገልግሉላ ዝነበሩ እዮም እታ ናይ ቀዳመይቲ ቤተ መቅደስ ስለዚ እታ ቀዳመይቲ ቤተ መቅደስ ድማ ኣዝዩ ብዘስደምም ነገር እቲ ናይ ቀዳማይ ስርዓታን እቲ ናይ ቀዳማይ መስዋእታን እቲ ናይ ቀዳማይ ዝነበረ ናይ ኣገልግሎት ስርዓት እንተይቀረየ

ነዚ ቤተ መቕደስ እዚ ኣፍርስዎ፣ ኣነ ብ መበል ሳልሳይ መዓልቲ ከትንስኦ እየ ዝብሎ ዘሎ፣ እዚ ቤተ መቕደስ እዚ ሰብ ዝሰርሖ ህንጻ ከይኮነ ቤተ መቕደስ ዝበሃል ዘሎ ዓርሱ ጎይታና ኢየሱስ ክርስቶስ እዩ። ጎይታና ንዓይ ንስትዎ ካብ ዝዓለም ወይ ስቐሉኒ ቀተሉኒ እሞ ነገር ግን ብኣኻትኩም እንተመትኩ እንተቐተልኩምን እንተመትኩ እውን እኳስ መበል ሰለስተ መዓልቲ ግን መቕደ ክትንስእ እየ ወበሳልስ ዕለት ብሳልሳይ መዓልቲ ግን ክሃንጾ እየ ዝብል ናይ ትንሳኤኡን ዘርኢ ዝነበረ ንባዕሉ እዩ። ኣብኡ ከም ዝነግረና ዘሎ ንሳቶም ኣይተረድእዎን እቲ ቤተ መቅደስ እዚዮ ኣፍርስዎ ኣነ ኣብ ሰለስተ መዓልቲ ክሰርሖ እየ ኢሉ ምስ መለሰሎም እቶም ኣይሁድ ድማ እዚ ቤተ መቅደስ እዚ ኣርባዓ ኣርባዓን ሽዱሽተን ዓመት

ቤዛ ክኾነና ምእንታና ተታሒዙ ምእንታና ዘይግረፍ ኣምላኽ በጃ ቤዛና ስሌና ተገሪፉ ዘይመውት ኣምላኽ መዋቲ ስጋና ገንዘብ ገይሩ ዘይመውት ኣምላኽ ብመዋቲ ስጋ ሞተ ተባሂሉ መዋቲ ስጋ ድማ ዘይመውት ኣምላኽ ገንዘብ ብምግባሩ ቀዳማዊ ብምዃን ስለዚ ብድሕሪኡ ከዓ ኣብ መስቀል ተሰቂሉ ጎይታና ምስ ኣድሐነና ግን እዛ ሓዳሽ ቤተ ክርስቲያን እዚኣ ቅዱስ ስግኡን ክቡር ደሙን ብሓድሽ መስዋዕት ተቐይሩ ክህነታ እንተይቀረየ እውን ኣሮናዊ ክህነት ከይኮነስ ናይ ሊቀ ካህናትና ናይ ኢየሱስ ክርስቶስ ናይ ሓድሽ ኪዳን መሰረታዊ ሊቀ ካህናት ኣሮናዊ ሊቀ ካህናትነት ካብ ኣሮን ዝብገስ ከይኮነ ናይ ኣሮን ክህነት ክሳብ ሊቀ ካህናት ኢየሱስ ክርስቶስ ዝነበረ እንትኸውን ተሎ እዚ ናይ ኢየሱስ ክርስቶስ ግን ምሳሌኡ ዝኾነሉ ናይ መልከ ጼዴቅ ኣንተ ካህኑ ለዓለም በከመ ሲመቱ ለመልከ ጼዴቅ ተባሂሉ ተነገረሉ ክህነቱ ናይ ባህሪ ገንዘቡ ዝኾነ ሊቀ ካህናትና ኢየሱስ ክርስቶስ እዩ ስለዚ ካብ ሊቀ ካህናትና ኢየሱስ ክርስቶስ ድማ ምሉእ ታብቲ ናይ ኣይሁዳውያን ዝነበሩ ካህናት ዝረቐቐን ዝዓበየን ዝዓዘዘን ስልጣነ ክህነት ዝተወፈዩ ኸዓ ድማ ዓለም ክልውጡ ብርሃናት ዝኾኑ ኸዓ ድማ ሃዋርያት ናይ ሓድስ ኪዳን መምህራን ስለዚ እታ ቤተ መቅደስ እውን እታ ናይ ቀደም ካህናት ነይሮማ እዮም እታ ናይ ቀደም መስዋእቲ ነይርዋ እዩ እታ ናይ ቀደም ዝብላ ዘሎ ናይ ኦሪት ብኦሪት ዝነበረት ቤተ መቅደስ ስርዓት ነይርዋ እዩ ካህናት እውን ነይረዋ እዮም ነይሮማ እዮም መስዋኢት እውን ነይርዋ እዩ መስዋኢታ መስዋኢተ በጊዕ መስዋኢተ ጠሊ መስዋኢተ ሓራጊት መስዋኢተ ርግቢ ካልኣት ዝመስሉ እዮም ነይሮም ኣገልግሎታ እውን ግዜያዊ ዝኾነ ካብ ኣክቸዋል ሲን ደቂ ሰባት ዝተፈላለዩ ሓጢኣት ክሰርሑ ከለዉ ካብ ግዜያዊ ሓጢኣት ዝራገፍሉ ዝናዘዝሉ ቢሎም ድማ መስዋኢት ናብ እግዚኣብሔር ዘቕርቡ ደኣ እምበር ሽዑ ዝዓርግን ዝስዋእን ዝቐርብን ዝነበረ መስዋኢት ንዓለም ከድሕን ቤዛ ክኸውን ሽዑ ዝሰውኡ ዝነበሩ ዝፈስስ ነበረ፣ ደም ኣባጊዕ፣ ደም ማጉላታት ይኹን ዘም እንስሳ ብምሉእ እዚ ኩሉ ተሓዊሱ ንኽብሪ ኣምላኽ ወይ ናብ ገነት ክምልስ ንደቂ ሰባት ብቕዓት ኣይነበሮን። እሱ ጥራይ ከይኮነ ካብ ኣብኤል ክሳብ ዘካርያስ ዝፈሰሰ ናይ ደቂ ሰባት ደም እንተኾነ እውን ንጽድቅና ናብ ዘለኣለም ክብሪ ከሰጋግረና ብቕዓት ዝነበሮ ኣይነበረን። ኩሉ ኣብኡ ከሰግር ዘይከኣለ ካብ ግዝያዊ ዝኾነ ሓጢኣትና ዝንስህሉን ጸጋ እግዚኣብሔር ዝረኽቡሉን ዝነበረ ኣገልግሎት ደኣ እምበር ናብ ዘለኣለማዊ ህይወት ዝሰጋግር መስዋእቲ ይነበረ ስለዚ ብሓድሽ ኪዳን እታ ናይ ሓድሽ ኪዳን ቤተ ክርስትያን ግን መስዋእታ ባዕሉ ጎይታና ኢየሱስ ክርስቶስ ዝኾነላ ቤተ ክርስትያን ታብታ ናይ ኣይሁድ ዝበለጸት ቤተ ክርስትያን ክብራ ዝዓዘዘ ናይ ሓድሽ ኪዳን ቤተ ክርስትያን ምኽንያቱ እታ ናይ ቀደም ዝነበረት ንሓድስ ኪዳን ሊቃውንት ኣቦታትና ከም ዝብልዎ ቤተ ኣይሁድ ቤተ መቅደስ ኣይሁድ ሒዛቶ ዝቀረየት ነገር የለን ሒዛቶ ዝቀረየት እቲ ናይ ቀደም እዩ ከምዚ ሊቃውንት ዝብሉና ማለት እዩ ቤተ ኣይሁድ ኣኒማቶ ቤተ ክርስቲያን ግን ተዓጺፋቶ ማለት እዩ ቤተ ኣይሁድ ማዕለማ ኣሊማቶ እታ ቤተ ክርስቲያን ግን ተኸዲናቶ ልክዕ ሰፋይ ኣላሚ ኩታ ኣላሚ ክዳን ይኣልም እምበር ዝኣለሙ ኣይኽደኑ ስለዚ ቤተ መቅደስ ብቤተ መቅደስ ብዛዕባ ክርስቶስ ብዛዕባ ዝመጽእ መሲህ ትዛረብ ነይራ ቶራ ይንበብ ነይሩ ኩሉ ይግበር ነይሩ ነገር ግን እዚ ትንቢት ንካልኣት ንኣህዛብ ደኣ እምበር ንሳ ግን ኣይረኸበቶን እሳ እሾኽ ሒዛ ናይ ከምዚ ዕምበባ ዕምበባ ኣሎ በቃ እዚ ናይ ምሩፅ ዝኾነ ዕምበባ ጽጌረዳ ጽጌረዳ እቲ ጽጌረዳ እታ ቤተ ክርስቲያን እያ ወሲዳቶ እስ ቤተ ኣይሁድ ግን እሾኹ እያ ሒዛ ቀሪያ ተባሂሉ ተነጊሩ እዩ ስለዚ ንሓድሽ ኪዳን ቤተ ክርስቲያን ዝዓበየት ዝኸበረት ቤተ ክርስቲያን ኮይና ስለዚ እታ ናይ ቀደም ቀርያ ሎሚ ኣብዚ ኮይንና ክንትርኽ ከለና እታ ናይ ቀደም ቤተ መቕደስ ከምኡ ነይራ እንድሕር ኮይና እዛ ናይ ሎሚ ኣዝያ ዝበለጸት ቤተ ክርስቲያንና ከመይ ኣላ ኢልና ሎሚ ክንርኢ ይግባእ። ሽዑ ዝነበሩ ኣይሁዳውያን ካህናት ንቤተ መቕደስ ከመይ ገይሮም ኣራኺሶሞ ከም ዝነበሩ ከመይ ገይሮም ካብ ኣገልግሎት ወፃእ ገይሮሞ ከም ዝነበሩ እንድሕር ደኣ ርኢና እሞ እቲ ዝገበርዎ ድርጊት ከዓ መሸጢ ኣጣል፣ መሸጢ ኣባጊዕ፣ መሸጢ ርግቢ፣ መሸጢ ኣውዕር ገይሮሞ ብምንባሮም ጎይታ ክንድዚ ዝኣክል ከምተቖጥዐሞ ከምዝፀራረጎም ሽዑ እንተርኢና ናይ ሓዲስ ኪዳን ዝኒሀና ህዝበ ክርስቲያንን ካህናትን ነዛ ሓዳሽ ቤተክርስ ነዛ ናይቲ ሓዲስ ኪዳን ቤተክርስትያንና ከመይ ጌርና ሒዝናያ ኣለና ኢልና ክንርኢ ይግበአና እዩ። ኣነ ከምዘለኒ ከም ንሪኦ ኩልኹም ከም ትሪእዎ ዘለኹም ሎሚ ታፍታ ናይ ኣይሁድ ዝነበረት ቤተ መቅደስ ሎሚ ኣብያተ ክርስቲያናት ብፍላይ ብፍላይ ናትና ናይ ኢትዮጵያ ቤተ ክርስቲያን ካብ ዝነበርናሉ ግዜ ጀሚሩ እስቲል ሕዚ እውን ኣብ ትግራይ ኣትዩ ተለማሚዱኒ ኣብ ትግራይ ከምኡ ይነበረን ቀደም ክሳብ ንፈልጦ ሎሚ ኣብ ኢትዮጵያ ዝኔው ኣብ ኣዲስ ኣበባ ዝኔሄዉ ኣብያተ ክርስቲያናት ረእይዎም ዙሪኦን ብምሉኡ እቲ ዙሪያ ቤተ ክርስቲያን ብፎቃት ብምሉኡ ተዓፅዩ እዩ። ኣብኡ ዝሽየጥ ኣብኡ ዘይግበር ነገር የለን። ኣብቲ ዓውደ ምህረት እንከደ ውሽጢ እንተደብደገ ዘይሽየጥ ነገር የለን። ኩሉ ነገር ኸሎ ሰብ ንቤተ ክርስቲያን ንኣምልኾት ክኣቱ ዘይኽእለሉ ኣብ ዓብዪ ጸገም ዘለዉ ንሱ ጥራይ ከይኮነ ዙርኡ እውን ተተኺሉ ዝኒሄ ተሃኒጾም ዝኒሄው ረእዎም ኣብቲ ህንጻታት ድማ ባነራት ተተኺሎም ዝኒሄው ረእዎም ኣብቲ ውሽጢ ኣብያተ ክርስቲ ኣብቲ ህንጻታት ዝሽየጡ እውን ረእዎም ሎሚ ኣከባቢ ቤተ ክርስቲያን እቶም ኢንዲጂነስ ዝኾኑ ጥንታውያን ቅርስታት ዓጸዳት ኣውሎ ዓጺኹም ትብልዎ ናይ ቀደማት ኩሉ እናፍረሱ ዝነበረ ንመቓብር እውን እናሃንደሱ ሎሚ ዝተተሓይዙ ዝኒሄ ናይ ገንዘብ ሶርስ ኦፍ ኢንካም ናይ ገንዘብ መምፃእ ብኢልካ ዕዳጋ እዩ ሎም ጎይታና ኢየሱስ ክርስቶስ ብኣካል ኣብዚ ምድሪ ምሳና እንተዝኸው ተዝሪኦ እንታይ ንበለ ኢልኩም እስኪ ገምቱ እንታይ ዓይነት ጭጉራፍ ነልዕል? ሕዚ እውን ኣብ ሰማያዊ ዝፋኑ ብየማን ኣቦኡ ዝተቐመጠ ጎይታናን መድሓኒና ኢየሱስ ክርስቶስ ተመሊሱ ሎሚ ንዓለምና ክሪኣ ከሎ ከመይ ብኸመይ ይሪኣ ይኾን ኢልኩም እስኪ ገምቱ። ሎሚ ካብ ናይ ኣይሁድ ቤተ መቅደስ ብዝኸፍአን ብዝረኸሰን መንገዲ ቤተ ክርስቲያን ኣማዕሪኻ እኮ ከይትረአ ብፎቋት ተዓፅያ ሰባት ኣማዕድዮም ዝሰግዱን ናብ ፎቋት ናብ ገለ እምበር ንእግዚኣብሔር ቤት ዘይረአየሉ ኩነታት ይፍጠር ኣሎ። እዚ ናይ ንግድ ማእኸል ካብ ኣዲስ ኣበባ ዝተበገሰ ሎሚ ኹለን ከተማታት ኣብ መቐለ ጀሚርኩም ከተማታት ትግራይ እውን እናጥለቕለቐ ይኸይድ ኣሎ። እዚ ሓደጋ ምዃኑ ንርኢ ኣለና እታ ሎም መዓንቲ ንመሃሮ እዚኡ ናይቲ ቤተ መቅደስ ቤተ መቅደስና ብቅድስና ክንሕዞ ከም ዝግባእ ቤተ ክርስቲያንና ካህናት፣ ዳቆናት፣ ምእመናን ኩሉ ኣብ ቤተ እግዚኣብሔር ክነብር ዝግብኦ ነገር ደኣ እንተልዩ ክንገብሮም ዝግበና ፍሉጣት ነገራት እዩ። ኣብ ቤተ እግዚኣብሔር ኣከባቢ ምስቲ ቤተ ክርስቲያን ዝኸይድ ነገር ምግባር የድሊ እዩ። ትምህርቲ ቤት ናይ ኣረጋውያን ምስቲ ናይ ምስቲ ናይ ኣቦታትና ናይ ኣደታትና ምስቲ ቤተ ክርስቲያንና ናይ ቤተ ክርስቲያንና ህልውና ዓላማ፣ ተልእኾ ሒዙ ዝኸይድ እንተጌርናዮ እቲ ቤተ ክርስቲያንና ብዝበለጸ እናዓምበበ ክኸድ እዩ። ኣብ ካልእ ዓለም ከም ትፈልጥዎም ኣብ ወጻኢ ዘለኹም ባዕልትኹም ትሕግዙን ኢኹም ኣበየናይ ዓለም ከምኡ ዘለ ንግዲ ሪኢኹም ትፈልጡ? ግብፂ ቤተ ክርስቲያን ድያ? ኣርመን ድያ? ህንዲ ድያ? ወይስ ኣየናይ ናይ ቤተ ክርስቲያን ናይ ንግዲ ማእኸል ክገብሩ ትርእይዎም? እዚ ዝገብሩ ኣብ ዓለም ዘለወ እይመስለንን። የለዉ ኣብ ዝረእኹዎም ዓለማት እውን እተን ኣብያተ ክርስቲያና እንተልየን መዋኢል ህፃናት ትምህርት ቤት እዩ ዘለዉ። ተው ሓሊፉ ከዓ ድማ ምናልባት ናይ ኣረጋውያን መጠወር የለዎን ተው ሓሊፉ እንደገና ድማ ወይ ድማ ከም ክሊኒክ ዝመሳሰለ ምስ ሕክምና ተተሓዘ ኣለዎን ካብዚ ዝሓለፈ ግን ከማና ናይ ንግድ ማእኸላት ዝኾና ኣብያተ ክርስትያናት ኣብ ዓለም ኣነ ይርኢኹን ርኢኹም ተኾይንኩም ንስኻትኩም በዚ ኩሉ ዘዘለኹምዎ ኣከባቢ እስኪ ገምቱ። ስለዚ እቲ ሓደ እዚ እዩ እቲ ቤተ መቕደስ ትርጉሙ። መበል ካልኣይ እቲ ዝዓበየ ቤተ መቕደስ ካልኣይ ንሪኦ ዝግበእና ንሕና ደቂ ሰባት ኢና። ንሕና ደቂ ሰባት ናይ እግዚኣብሔር ቤተ መቕደስ እዩ። እታ ቤተ መቕደስ ኣይሁድ ናብዚ ኩሉ ከምዚ ዓይነት ዝኣተወትሉ ምክንያት እንታይ እዩ እንተኢልኩምና እንተኢልና እቲ ሽዑ ዝነበረ መሪሕነት ቤተ ክህነት እቶም ኣብዚ ዓይነት ኣትዮም ዝነበሩ ኣገልገልቲ ልቦም ንባዕሉ ኣብ ካሊእ ነይሩ ኣብቲ ናይ ኣገልግሎት ውሽጢ ኣይነበሩ ልቦም ዝፀረየ ዘይነበረ ልቦም ንዓኣቶም እቲ ክህነቶም እቲ ኣገልግሎቶም ምስቲ ዓላምኡ እተታሓዘ ኣይነበረ ስለዚ እቲ ዓበዪ እቲ ቤተ መቅደስ ጥራይ ከይኮነ ጋዕዝዩ ዝነበረስ እቶም ሽዑ ዝነበሩ ሰባት እውን

ስለዚ ጎይታና ኢየሱስ ክርስቶስ ንዓና እውን እቲ ውሽጢ ረኺሱ ዝነበረ ናይ ደቂ ሰባት ልቢ፣ ብሓጢኣት ረሲሑ ዝነበረ፣ ብኣምልኮተ ባእድ ረሲሑ ዝነበረ፣ ብተንኮል ብመንቀኝነት ረሲሑ ዝነበረ፣ ካብ ኣምልኮተ እግዚኣብሔር ወጺኡ ዝነበረ ናይ ደቂ ሰብ ሕይወት ናይ ሰይጣን መሕደሪ ሰይጣን ዝደለዮ ክሰርሕ ንደቂ ሰባት ዝገብሮ ዝነበረ ንዕኡ ክሰባብር ወልደ እግዚኣብሔር ደሓር ንሙሉእ ቤተ መቅደስ ዝበሃል ዘሎ ንደቂ ሰባት ንኩልና ድማ ከኣ ንድሕልና ጭጉራፍ ብጭጉራፍ ተገሪፉ ከምቲ ኣብቲ ቃሉ ዝነግረና ንስቲ ወለዙ እቲ ቤተ መቅደስ ነዚ ቤተ መቅደስ እዚ ኣፍርስዎ ብሳልሳይ መዓልቲ ካንጾ እዩ ከም ዝበሎ እነሆ እቲ ቤተ መቅደስ ጎይታናን መድሓኒና ምእንታና ክብል ዝኩሉ መከራ ንዓና ንቤተ መቅደስ ኣጽርዩ መሕደሪኡ ክገብረና ናቱ ቅዱሳን ክገብረና ብንዝሓተ ደሙ ክሓፅበና ሓፂቡ ናይ ባዕሉ ክገብረና ኣብ መስቀል ተሰቂሉ ዝኩሉ መስዋእት ተቐበለና ስለዚ እቲ ዓብዪ ሓደ ወልደ እግዚኣብሔር ቤዛ ዝኾነሉ ብጭጉራፍ ዝተገረፈሉ ኣብ መስቀል ዝወፀሉ ህይወቱ ዝገበረሉ ዝሞተሉ እሞ ንሞት ደርዒ ሙስተ ዝሰእሉ ሓደ ድማ ቤተ መቅደስ ንሕና ኢና ስለዚ እቲ ካልኣይ ክረእ ዘለዎ እቲ ቤተ ክርስቲያንና ምፅራይ ከም ዘሎ ኮይኑ ሕድሕድ ልብና ድማ እንታይ ብ ልብና ኣሎ ኣብ ውሽጥና ከምቲ ቅዱስ ጳውሎስ ዝበሎ ይተኣምርኑ ከመታቦቱ ለመንፈስ ቅዱስ ኣንትሙ ንስኻትኩም እሲ ናይ መንፈስ ቅዱስ መሕደሪ ምዃንኩም ዶ ይትፈልጡን ኢኹም ንስኻትኩም እሲ ናይ እግዚኣብሔር መንፈስ ቅዱስ ገዛ ኢኹም መሕደሪ ኢኹም ተባሂልና ኢና እግዚኣብሔር መንፈስ ቅዱስ ዝሓድሮ ሰውነት ከዓ ድማ ብንስሓ ዝተሓፀበ ዝፀረየ ክኸውን ኣለዎ። ስለዚ እቲ ሓደ ቤተ መቅደስ ዝበሃል ዘሎ ትርጉሙ ንሕና ኢና። ሓደ እቲ ግዙፍ ቤተ መቅደስ ንእግዚኣብሔር ንብሎ ቤተ ክርስቲያንና ቤተ መቅደስና እዩ። ካልኣይ ከዓ ደሞ ሕድሕድና ኣብ ቤተ መቅደስ ኣቲና ንእግዚኣብሔር ንኣምልኾ ንፈጥን ካብ ምስ እግዚኣብሔር ንዘራርብ ሰባት ከዓ ደሞ ንሕና ቤተ መቅደስ ኣምላኽ ኮይንና ስለ ዝተጸዋዕና ንዓና ከጽሪ እዩ እዚ ኩሉ ዝገበሮ እዚዩ ሓደ ኩልና ክንሪኦ ዝግበአና ንሱ እዩ ቤት መንፈስ ቅዱስ ኢና ንሕና ስለዚ ልብና ኩሉ ግዜ ካብ ኣምልኾ ተባይድ ካብ ተንኮል ካብ መንቀኝነት ካብ ንእግዚኣብሔር ካብ ዝሕዝን ነገር ኩሉ ግዜ ክንጸሪ ኣለና መቸም ድሕሪ ውድቀት ኣዳም ዝኾነ ይኹን ኣብ ታሪኽ ደቂ ሰባት ክነጽንዕ ከለና ሓጢኣት ዝበሃል ዘይገበረትን ዘይፈጸመትን እንተዶ ብገቢር እንተዶ ብሃልዮ ብኩለ መዳኣ ምልእተ ጸጋ ምልእተ ክብር ምልእተ ውዳሴ ምሳሌ ዘይተረኸባ ብርኽቲ ዘርኢ ድንግል ወላዲተ ኣምላኽ እንተዘይኮይና ብተፈጥሮኣ ኣዳማዊት ጓል ኣዳም ጓል ሄዋን ዘመድና ሓፍትና ዝኾነት እሳ እንተዘይኮይና ምንም ዓይነት ሓጢኣት ይኹን ዓደፍ እንታይ ዝበሃል ርስሓት ይኹን ገለ ዘይተረኽበ ንሳ እንተዘይኮይና ኣብ ታሪክ ደቂ ሰባት ካብ ኩልና ሓጢኣት ዝስማዕምዖ ስጋ ስለ ዝተሸከምና ኣቦታትና እውን ብተጋድሎ ናብ ጸጋ ካብ ቀዳማይ ናብ ክሳብ ዓስራይ መዓርግ ዝወጽ ብተጋድሎ ደኣ እምበር ብፍጹምነት ዝበሃል ኣባና የለን። ስለዚ ኩሉ ግዜ ክረስሕ ይኽእል ይኽዳና ከምዚ ክዳና ዝረስሕ ኩሉ ግዜ ሓጥያት ክስማዕምዐና ይኽእል እዩ፣ ክንሰርሕ ንኽእል ኢና፣ ሓጥያት ኣይንሰርሕን፣ ሓጥያት ኣይሰራሕናን ኢልና ክንመጻደቕ ኣይንኽእልን፣ ዝኾነ ይኹን ሰብ ኩሉ ናይ ሓጥያቱ ዓይነት ይፈላለ እምበር ኩሉ ሰብ ሓጥያተኛ እዩ፣ ከምቲ ዓንተ ዝበልኩም ብጀካ እታ ብርኽቲ ኣዴና ድንግል ማርያም ኩሉ ሰብ ሓጥያት ተሸኪሙ እዩ። ታብ ላዕሊ ዝተቀብኣ ንጉስ ጀሚሩ ክሳብ ዝተቀብኣ ጳጳስ ፓትርያርክ ጀሚሩ ክሳብ ካህን ኩሉ ወዲ ኣዳም ዝኾነ ሰብ ኩሉ ሓጢኣት ገባሪ እዩ። ነገር ግን ካብዚ ሓጢኣት እዚ ንነጽሀሉ እግዚኣብሔር ይመስገን ንስሓ መጽረይ ንስሓ እኒሀና እዩ። ሃዋርያ እውን ከም ዝበሎ ዮሃንስ እውን ሓጢኣት የብለይን ዝብል ሰብ እንተልዩ ይሰሓሓት ኣሎ መሰንብል ኣልብን ሓጢኣት ሓጥያት የብልና እንተኢልና ንርእስና ንስሓት ኣለን ነገር ግን ኣሚንና ሓጥያትና እንተ ተናዚዝና ግን ወደሙ ለኢየሱስ ክርስቶስ ያነጽሃነ እምኩሉ ሓጥያት ናይ ጎይታና ናይ ኢየሱስ ክርስቶስ ደም ካብ ሓጥያትና ከንጽሃነ ዝተኣመነ ስለዚ ኩሉ ግዜ ቤተ መቅደስና ቤተ መቅደስ ኣምላኽ ቤተ መቅደስ መንፈስ ቅዱስ ዝኾነ ልብና ብዝተፈላለየ መንገዲ ክረስሐና ይኽእል እዩ ነገር ግን እዚ ብዝተፈላለየ መንገዲ ዝረስሕ ቤተ መቅደስና ግን ዝዕጉ ክነብር ግን ክንፈቅደሉ የብልና ወዲያውኑ ስሒትና ብዝተፈላለየ መንገዲ ምውዳቕና ክንርኢ ከለና ከለና ቅድሚ ኩሉን ልዕሊ ኩሉን ኣብኣ ምስ ወደቕና ኣብኣ ነቲ ኩሉ ዝከኣሎ ነቲ መሓሪ ይቕረ በሃላይ ኣምላኽና ኣብኣ ተልና ክንጽጸትን ክንስሓን ይግበአና በዲልና በዲለ ኢልና ክንሳለን ኦ ጎይታና ጎይታይ ኢየሱስ ክርስቶስ ወልደ እግዚኣብሔር ሕያው ወዲ ሕያው ኣቦ ጎይታይ ኣምላኸይ መድሓኒተ ኢየሱስ ክርስቶስ በዲለኒ ኹም ሕዚ መሓረኒ ኢልና ብንብዓት ኣብኣ እንተለና ንስኻ ክንኣቱ ይግበና እዩ ታው ቀፂልና ደሞ ብሓጢኣትና ምክንያት ደሞ ከከም ዝሓዝናዮ ንና ንስሓ ኣቦታትና እውን ከይድና ክንናዘዝ እውን ንኽእለሉ ዕድል ኣሎና እዩ ስለዚ እቲ ዋና ኣቖሽሽናዮ ከይንነብር ከምዚኦም ከምዚ ቤተ መቕደስ ለጥ ኢሎም ዝነበሩ ሸየጥቲ ኣባጊዕ ሰይጣን ኣብ ልብና ከይዕንድር መናፍስት ኣብ ልብና ከይዕንድሩ ክፍኣት ተንኮል መንቀኝነት ትዕቢት ክፍኣት ኣብ ልብና ጭካነ ኣብ ልብና ከይዕንድር እቲ ዝገበርናዮ ኩሉ ግዜ ዝሽግረና ዘሎ ሓጢኣት ኣባና ዓንዲሩ ከይቕመጥ ግን ኩሉ ግዜ ከነጽሮ ይግበአና እዩ ስለዚ እዚ እቲ ዓብዪ ሓደ ሳልሳይ ካልኣይና ቤተ መቅደስ ናትና ሕይወት እዩ። ስለዚ ቤተ መቅደስ ቤተ ክርስቲያን ንኸነጽሪ ቤተ መቅደስና ከነጽሪ ቤተ ክርስቲያንና ከነጽሪ ሰውነትና እውን ክነጽሪ ይግበእና እዩ እዚ እዩ ዘምህረና ነዚ እዩ ምክንያቱ እስመ ቅንኣተ ቤት ከበልዓኒ ጎይታም ከም ተዘሮ ንገዛይ ንቤተ ቦይ ቤት ንግዲ ኣይትግበርዎ እዚ እዩ ካልኣይ ክሪኦ ዝግበእና ካብ ቤተክርስትያን ወፂእና ዘለናዮ ኤንቫይሮመንት ዘለናዮ ኣካባቢና ዘለናዮ ቢሮና ዘለናዮ ሓላፍነት ስልጣንና ክነፅሩ ይግበና እዩ ጥራይ ቤተክርስትያን ኣይንርአ ከም ከም ኣከባቢና ገዛና ብሙላእ ታገዛና እውን ታገዛና ታንነብረላ ገዛ ካብኡ ሓሊፋ ደሞ እታ ንሰርሐላ ቢሮን ኣከባቢና እታ ቢሮና ኣብ ቢሮ ከፍ ኢልኪ ክትሰርሒ ከለኺ ኣብ ሓላፍነት ተቐሚጥካ ሰብ ቢሮ ክትቅመጥ ከለኻ ሓላፍነት ተቐሚጥኪ ሰብ ቢሮ እንተ መንፈሳውነት እንተ ዓለማዊ ቤት ኣብ ቢሮ ተቐሚጥኪ ተቐመጥካዮ ቢሮ እተቐመጥክዮ ቢሮ ዝተቐደሰ ክትገብርዮ ይግባእ እቲ ኣገልግሎቱ ነታ ዝተቐበልካዮ ሓላፍነት ብኣግባቡ ብኣግባቡ ናይ ፍትሒ ሰብ እንድሕር ኮይንካ ፍትሕን ርትዕን ክተንግሰልና፣ ግፍዒ ከይፍጸም፣ ተንኮል ከይግብጸም፣ ጉቦ ከይህሉ፣ ሰባት ከይበኽዩ፣ ገፋዕትን ተገፋዕቲ ከይ ነዚኣ ቀጥ ኣቢልካ ክተስተኻኽላ ክተጽርያ ናይ እግዚኣብሄር ስራሕ ክትሰርሐላ ናይቲ ሓላፍነት ክትቀር ፖሊስ እንተኾይንካ ከማ ፍትሒ ዓቃቢ ሕግ እንተኾይንካ ከማ ዳኛ እንተኾይንካ ከማ ኣብ ሓቂ ክትዛረብ ኣመሓዳሪ እንተኾይንካ ከማ ሓኪም እንተኾይንካ ከማ ጠበቓ እንተ ኾይንካ ከምኣ፣ ኩልናስ በብዝተቐመጥናዮ ኣቕሽቲ ኣብ ቢሮ ንመርሕ እንተ ኾይንና ከምኣ። እዚኣ እውን ዘለናያ ኤንቫይሮመንት ንመርሖ ዘለና ነገር እውን ብኣግባቡ ክንቅድሱ ብኣግባቡ ክንመርሖ ይግበአና እዩ። ክነግልግል እቲ ናይ እግዚኣብሔር ናይ ኣገልግሎት ትኸውን ተሎ ተን ቢሮና ድማ ህዝቢ እግዚኣብሔር ዝግልገልልን ፍትሕን ርትዕን ዝነግሳለን ክኾና ይግባእ። ካብኡ ሓሊፉ እውን ከም ሃገር ተሪእኻዮ እውን ከም ሃገር ተሪእኻዮ እውን ንኣብነት ከም ትግራይ እንተወሲድካዮ ትግራይ እውን ናይ ፍትሕን ርትዕን ናይ ሰላምን ናይ ዕርቅን ክትገብራ ይግባ ክንገብራ ይግባ ማለት እዩ ኣብ ትግራይ ዘይግባእ ነገር ከይግበር ክንጥንቅቐ ይግባና እዩ ማለት እዩ እዚ ካብኡ ወፂእና እንድሕር ንሰርሕ ኮይና እግዚኣብሔር እውን ክቐየመና እግዚኣብሔር እውን ይርእየና ምክንያቱ ህዝብና ከም ዝበልኩም ቤተ መቅደስ ከም ነፅርዮ ኩሉ ቢሮና ከም ነፅርዮ ኩሉ ሰውነትና ከም ነፅርዮ ኩሉ ከም ህዝቢ እውን መሪሕነትና ድማ ከባቢና እውን ክነፅሮ ይግበና እዩ ገፋዕቲ ከይነብሩ፣ ዓመጽቲ ከይነብሩ፣ ቀተልቲ ከይነብሩ፣ ዝነብዓ ኣዕይንቲ ከይነብራ፣ ዝረድኣኒ ዝሰኣን ኣደታት ከይነብራ። ሎሚ እስኪ ንሓደ ኣፍታ ናብ ልብና ንመለስ። እስኪ ቋሕ ንበል። በዚ ጾም እዚ ሕዚ ሪሊ ኣመናዊ ጾም ዲና ንጸውም ዘለና? ናይ ጾም ትርጉሙ ኣቲና ዲና ንጸውም ዘለና ወይስ ቀኖና ዓመታዊ ዓብዪ ጾም እዩ ስለ ዝተባህለ ዲና ንጸውም ዘለና ወይስ ብስሩ ምስቲ ጾም ዶ ህይወትና ተዋሂደ ኣሎ? እቲ ኣማናዊ ጾም ዝፈትዎ ከመይ ዝበለ እንተይልና እኮ ልዕሊ ኩሉን ቅድሚ ኩሉን ኣብ ሓመድን ኣብ ቆርበት ቆርበት ተኸድና ወጮ ተኸዲና ቆሎ ቆርጢብና ካልኣይ መዓልቲ ሳልሳይ መዓልቲ እናበልና ሰውነትና ዋላ እንዳድከምና እዚ እኮ ሓደ ናይ ቅድስና መንገዲ ኢልና እንተወሰድናዮ እሱ ጥራይ ዶ ይኸውን ይመስለና ዓሰርተ ክልተ ሰዓት ሓደ ክሳብ ውዒልና ኣይና ዓሰርተ ክልተ ሰዓት ኢና ንበልዕ ትሽዓተ እባ ኢና ንበልዕ ኢልና እዚ ጥራይ ብምሓዝና ደ ይመስለና እቲ ቅድስና ታብኡ ዝዘለለ ትርጉም የብሉን ጾም እምበኣር እቲ መጽሓፍ ቅዱስ ነግረና ታብኡ ዝዘለለ ጾምማ ጽሙያት ክንዕንግል ዕሩቓት ክንከድን እሱራት ክነፍትሕ ፍጥርተን ክነንግስ ዝበኽያ ኣዕይንቲ እንተሊኤር ክነፅናዕንዕ ዝሓዘኑ ክነፅናዕንዕ እዩ እዚኣ እንድሕር ኮይና በዛ ፆም እዚኣ ክንደይ ህዝብ ኣብ ትግራይ ሎም ይበከሉ ክንደይ ኣደታትና በዚ ሰዓት እዚ ይበኽያ ኣለዋ ዝቕመስ ዝለሓስ ዘይብሎም ክንደይ ሰባት ኣለውና ታመረበቶም ተፈናቒሎም ኣብ ዓዘቕቲ ወዲቖም እግዚኦ እናበሉ ንሓምሻይ ዓመት ሕዚ እውን ኣብ ዓዘቕቲ ክሓድሩ ክነብሩ ተስፋ ቆሪፆም ዘለዉ ኣማኢት ተይኮነስ ብሚልዮን ዝቑፀር ህዝቢ እናሃለወና ንሕና ፀወምቲ ኢና ንብል ወይ ከም መራሕቲ ሃይማኖት ኢና ንብል መራሕቲ ትግራይ ኢና ንብል እንታይ ንገብር ኣለና ኣበየናት ኮይና ንሰርሕ ኣለና እስከ ተዓዘቡ እስኪ እስኪ እስኪ ብደንብ ጌርና ንተዓዘብ እዚ እና ንገብር ዘለና ክንደይ ጭንቂ ዘለዎ ህዝቢ ኣለና ኣብዚ መከራ እዚ ውሽጢ እንዳሃለወና ኣበይና እኒ ንፀውም ኣለና ንፅሊ ኣለና ንብል ኣለና ግን ክንደይ ህዝቢ ግን ይጎዳእና ኣሎ ክንደይ ህዝቢ ግን ይሞተና ኣሎ ክንደይ ህዝቢ ግን ተስፋ ቆሪፁ እኒሀ ንሕና ግን ንባልዐሉ ዘለና ምንታይ እዩ ንሕና ግን ንባላዕ ዝኔና እስቲል እስኪ ረእይዎም እስኪ ነጋዶና እስኪ ንረእዮም ነገ ከምቲ ዝብሉ ቤት ኣቦይ ናይ ንግዲ ቦታ ይትግበርዎ ኣቱም ነጋዶ እስኪ ስምዑ ኣብዛ ዝሓለፈት ብቀዳማይ ዝኾነት ሩመር ወፅያ ከምዚ እባ ክኾኑ እዩ ተኹሲ እባ ክመፅ እዩ ጭንቂ እባ ክመፅ እዩ ካልኣይ እባ እንደገና ዕፅዋ ዘየለ ተኣምር እናፈጠርካ ንህዝቢ ናይ ኣእምሮ ደቂ ሰባት ተረራየስ እንዳገበርካ በቲን በቲን ትማሊ ናይዚ ኩሉ መከራ ጦርነት ሕሊው እንደገና እቲ ሰብ ሰጊዑ ዘሎ ሰብ እንደገና ድማ ሕዚ እዚ ክመጽእ እዩ ተባሂሉ ብዝተወረየ ናይ ሓሶት ወረ ነጋዶ እንታይ ገይሮሞ ነይሮም ብሓንቲ ግዜ ሰቂሎሞ ሰማይ ብሓንቲ ግዜ ካብ ባንክ ገንዘብ ምህዳም ብሓደ ግዜ ንትግራይ ገዲፍካ ምህዳም ተጀሚሩ ነይሩ ከም ዝበለ እዩ ከም ዝበለ እዩ ከም ዝበለ ህዝቢ እዩ እኒሐ እዩ ቤተ መቅደሱ ዘየፅረየ ቤተ መቅደስ ልቦ የፅረየ ቤተ መቅደስ ቤተ ክርስቲያኖ የፅረየ ቤተ መቅደስ ቢሮ የፅረየ ቤተ መቅደስ ዓዱ እውን ዘየፅሪ ወለዶ ኢና ሒዝና ዝኒና ስለዚ ጎይታና እንታይ እዩ ዝብለና ዘሎ እዚዩ ነዚዩ ካብዚ የልዕልዎ ነዚዩ ካብዚ የልዕልዎ እምበኣር ሕዚ እውን እታ ቤተ ክርስቲያንና ቤተ ክርስቲያንና ቤተ ክርስቲያንና ትምሰል ኣነ ኩሉ ግዜ ክሳብ ዕድመ ክሳብ ሕጂ ኣብ ኣዲስ ኣበባ ዝነበርኩሎ ኣብ ኢትዮጵያ እንዳሃለወ ጀሚሩ ኣብዚ እውን ዛረቦ ንሱ እዩ ቤተ ክርስትያን ናይ ክርስቶስ ገዛ ቤተ ክርስትያን ቅዱስ እዩ ስለዚ ኣከባቢኡ እውን እንተኾነ ዝቆውምን ዘይቆውምን ዝስራሕን ዘይስራሕን ፈሊና ክንፈልጥ ኣለና እምበር ቤተ መቅደስና ሎም ቤተ ክርስትያንና ሎም ዕዳጋ ይኮይኑ በቃ ካብቲ ጸልዩ ዝመጽእ ንግዲ ዘጣጥፈሉ እዩ ዝበዝሕ። ኣብ ውሽጢ እንተኾነ እውን ዝኒህሉ ንምዝራብ ዝኸፍ እዩ። ስለዚ ክነጽርዮ ይግበና እዩ። ቤተ መቅደስ ልብና እውን ክነጽርዮ ይግበና እዩ። ቤተ መቅደስ ሓላፍነት ተቐበልናዮ እውን ፍትሒ ረትዕን ብምንጋስ ክነቕብሎ ይግበና እዩ። ከም ህዝቢ ከዓ ህዝብና እውን ዓድና እውን ቅድስቲ ንጽህቲ ኮይና ክትከይድ ፍትሒ ረትዒ ዝሰፈና ፍቕሪ ዝዓሰላ ዝወደቑ ዝትንስኡላ፣ ዝሓዘኑ ዝጸዓንዑላ፣ ዝተሰደዱ ዝምለሱላ፣ ዝብግህዋ ዝብህግዋ፣ ዓለም ዝብህጋ ክንገብራ ይግበእና እምበር፣ ደቃ ዘዝተወለዱ እናረገምዋ፣ ንባሕሪ ዓሳን ንኻልኣትን ተስፋ እናቖርጹ ዝኸዱላ፣ ዘላለም ናይ ስቓይ ክትከውን ክንገብራ ኣይግበእናን ዝብል መልእኽቲ እዩ። እግዚኣብሔር ኣምላኽ ናብዚ ሳልሳይ ሰንበት ምኩራብ ብሰላም ኣብጽሑና ዝኒሀ ሕዚ እውን ቀጺሉ ከዓ ድማ ብሰላም በቢ ሰሙን ንዝመጽእ መጻጉእ ደብረ ዘይት ብሰላም ከምኡ እንዳበለ ገብርሄር ኒቆዲሞስ ሆሳዕና ብሰላም ኣጽኒሑ ሰሙን ሕማማት ብሰላም እውን ፈጺሙ ናብ ብርሃን ትንሳኤኡ ብሰላም የብጽሓና። እምበኣር ነዚዩ ካብዚዩ ኣልዕልዎ ከም ዝበሎ ኣብ ዘይኮነ ስፍራ ዘለና ሰባት ኣብ ዘይኮነ ነገር ዘቐመጥና ሰባት ጓዕዝና ኣልዒልና ንድርቢ ፍጹም ናይ እግዚኣብሔር ኣገልገልቲ ንምዃን ሓቢርና ክንትስእ ይግበእና እዩ። ሰላም ንዓኹም ይኹን ሰላም ኣምላኽ ይብዝሓልና። ሜህር ዮሃና።
ድምጺ ህዝቢ